ሰላም ጥዕና ሃበልና ዝኸበርኩም ተኸታተልቲ መደባት ኤሪ ቮይስ ዩቲዩብ ቻነል ከመይ ትጸንሑ? ንሎሚ ብዛዕባ ህሉው ኩነታት ሃገርናን ኣብ ዞባ ቀርኒ ኣፍሪቃ ዝረኣዩ ዘለዉ ሓደሽቲ ምዕባሊታትን ዝድህስ ሓጺር መደብ ሒዝና ናባኹም ቀሪብና ኣሎና። ከም ወትሩ ክሳብ ፍጻሜ መደብና ምሳና ክትጸንሑን ክትካትብሉናን ብኽብሪ ንዕድም። ሓጎስ ወልደሚካኤል ሱዚኒኖ እዛ ኣብዚኣ ትሪእዋ ዘለኹም መጽሓፍ ጽሒፉ ኣብ ኣማዞን ተዘርጊሓ ትርከብ ኣላ። ብኣዝዮም ብዙሓት ዝኾኑ ሰባት ድማ ተዘርጊሓ ትርከብ ኣላ ኣብዛ ሎማዓንቲ ዕለት ማለት እዩ። So እታ መጽሓፍ ሞር ብዛዕባ እዛ ኣብዚ ትዕዘብዋ ዘለኹም ውልቀ ሰብ ዛንታ ኣብ መንጎ ኲናት እስራኤልን ፍልስጤምን ኣጋጢሙ ዝነበረ ሲትዌሽን ብዛዕባኣ ዝገልጽ ብዛዕባ ካልእ ዛንታታት ውን ዝሓዘለ እዩ ማለት እዩ። ኮይኑ ግን እዛ ተጻሒፋ ዘላ መጽሓፍ ብዛዕባ ፖለቲካል ማኒፌስቶ ዝሓዘት መጽሓፍ ኣይኮነትን እንታይ ደኣ ብዛዕባ ፍቕራዊ ዛንታታት ዝገልጽ ብዛዕባ ኲናትን ጽልዋታቱን ከምኡ ድማ ተወሳኺ ብዛዕባ ኣብዛ ዕግርግርን ሸበድበድን መሊእዋ ዘሎ ዓለም

ስነጥበባዊ ሱዚኒኖ ካብ ኤርትራ ካብ ዝወጸ ንደሓር ብዙሕ ኣብ ስነጥበብ ክሳተፍ ክጎዪ ኣይተራእየን። ነተን ኣብ ኣሜሪካ ሓሓሊፉ ዝሰርሐን ጥበባዊ ስራሕ ምስታ ናይ ኣዲስ ኣበባ ወሲኽካ ብዙሕ ፍርያት ኣየፍረየን። ብሙዚቃ፣ ብኮሜዲ፣ ብጽሑፍ ብዙሕ ትጽቢት ካብ ዝግበረሉ ግን ከኣ ናብራ ስደት ካብ ዝሰወሮም ስነጥበባውያን ኤርትራ ሓደ'ዩ። ነዚ ድሕሪ ክንደይ እሞ ድማ ብመጽሓፍ ብቋንቋ እንግሊዝ ክጽሕፍ ተደሪኹ፣ ምስ ኩሉ መስገድላት ናይ መጽሓፍ ምጽሓፍ ተጋጢሙ ስዒሩ ኣብ ምሕታምን ምዝርጋሕን ዝበጽሕ ስነጥበባዊ ብኹሉ ኣንፈት ጉዳዩ ናብ ፖለቲካ መንነትን ዘርእን ዓሌትን ብምዛር ሕቑኡ ክትሰብሮ ጽቡቕ ኣይኮነን። እቲ ዋና ተቓውሞ ዘልዓለ ጉዳይ ብዛዕባ ኤርትራ ንምንታይ ዘይትዛረብ ዝብል ርእይቶዩ። ሱዚኒኖ ከም ሓደ ስነጥበባዊ ኣብ ጉዳይ ሃገሩ ዝኾነ ክብል ወይ ሓሳቡ ክግልጽ ክህብ፣ ግቡእ እኳ ተኾነ፣ እንተዘይደለየ ግን ከተገድዶ ወይ ብሓይሊ ደፊእካ ከተዛርቦ ፍትሓዊ ኣይኮነን። ፖለቲካን እዚ ሕጂ ዘሎ ኣካይዳ ማሕበራዊ ሚድያን ንብዙሓት ምሁራት፣ ስነጥበባውያን፣ ፍሉጣት ሰባት፣ ሰብ ሃብቲ ካብ ገጽ ህዝቢ ክርሕቁ ዝገበረ እዩ። እዛ ሱዚኒኖ ጽሒፍዋ ዘሎ መጽሓፍ ብዛዕባ ፍቕራዊ ርክባት እትትርኽ ኮይና ብዛዕባ ሓንቲ ፍልስጤማዊት ዘሕለፈቶ ታሪኽ እትድህስስ እያ። ስለዚ ምስ ፖለቲካ ሃገርናን ምስ መንግስትን ዘተሓሕዝ የብላን። ብዛዕባ ህዝቢ ንምንታይ ዘይጸሓፍካ እንተኾይኑ ድማ ጽሒፉ ንምዝርጋሕ ይዳሎ እንተሎ ዝፍለጥ ነገር የለን። ድምጽኻ ንምንታይ ዘይተስምዕ ንምንታይ ስቕታ መሪጽካ ተባሂሉ ሓንሳብ ናብ ትግራይ ከስግርዎ ብመንነቱ ከሸማቕቕዎ ብውልቃዊ ህይወቱ ከጓንይዎ ዝፍትኑ ብዙሓት እዮም። ስነጥበብ ኣካል ህይወት ደቂ ሰባት ምዃኑ ዘይከሓድ እኳ ተኾነ ፖለቲካ ግን ንዝተመርጹን ንዝፈልጥዎን ዝኽእልዎን ሰባት ጥራይ ዝኸውን ዓውዲ ምዃኑ ክዝንጋዕ የብሉን። ስለዚ ሱዚኖ ከም ባህ ዝበለና ኣብ ደስ ዝበለና ክንጥቀመልካ ኣፍካ ክፈተልና ኢልካ ኣፉ ክትከፍቶ ዝከኣል ኣይኮነን ምእንቲ ርእሱ ውን ብዙሕ ምስ ጥዕና ዝቃለስ ዘሎ ሰብ ምስ ምዃኑ ኣጆኻ እምበር ወቐሳን ዘለፋን ዝግብኦ ኣይኮነን ነዚ ጉዳይ ብዝምልከት ክልተ ርእይቶታት ኣብዚ ናይ ሎሚ መደብና ትንክፍ ከነብለን ኤርትራዊ ኮሜድያን ሓጎስ ወልደገብርኤል ደበሳይ ሱዚኒኖ ብቋንቋ ኢንግሊሽ ዝተጻሕፈት ሓዳስ መጽሓፍ ኣብ ኣማዞን ናይ ኦንላይን ዕዳጋ ዘርጊሑልና ኣሎ። ኣብ ማሕበራዊ መራኸቢታት ዘወር ኣብ ትብለሉ እዋን፣ ብዋሕዲ ጥበብ ዝሳቐዩ ዘለዉ ተልመዴን ሰነጥበኛታት ኣብ ንሳቐየሉ ዘለና እዋን፣ ስነጥበብ ኣብቂዑ ክትብል እተጸንሕ'ሞ ከም በዓል ሓጎስ ወልደገብርኤል ሲጂኖ ከኣ ኣብ ነዊሕ እዋን እናተቐልቀሉ ተስፋ የስንቑኻ። እምበኣርከስ ሕጂ ንሕብረተሰብ ኤርትራ ጥራይ ዘይኮነ ንሕብረተሰብ ዓለም ክትምህር እትኽእል Love Against the World ዘርእስታ ብልጽቲ መጽሓፍ ኣብ ዕዳጋ ማለት ኣብ ኣማዞን ተዘርጊሓትልኩም ኣላ። ስለዚ እዛ መጽሓፍ ኣብ ነፍሲ ወከፍ ገዛ ክትበጽሕ ምእንቲ ኣብዛ ታሕቲ ዘላ ሊንክ ብምጥዋቕ ግዝእዋ። ከምኡ ውን ናብ ኩሉ ሰብ ክትበጽሕ ሼር ግበርዋ። ብተማሳሊ ኣብታ ሊንክ ምስ ኣተኹም ሓሙሽተ ስታር ረይት ብምሃብ እታ መጽሓፍ ናብ ቅድሚት ናይ ዕዳጋ ክትመጽእ ንሓግዛ። ንኮሜድያን ሓጎስ ወልደገብርኤል ሱዚኖ ውን ኣብ ኮመንት እንቋዕ ሓጎሰካ በልዎ። ኮሜድያን ሓጎስ ወልደገብርኤል ሲዙኒኖ ስለቲ ንሕብረተሰብና ወኪልካ ኣብ ዓለም ዘላለኻና የቐንየልና ብዝብል እዩ ሓሳቡ ሓደ ወሃቢ ሪኢቶ ኣቐሚጡ ዘሎ። እታ ካልኣይቲ ድማ ንፖለቲካዊ መልክዕ ዘለዎ ተቓውሞ ሓደ ተስፎም ዝተባህለ ናይ ሜድያ ሰብ ዝተዋህበት ግብረ መልሲ እያ። ንዝጸሓፍካዮ ነቐፌታ ብጥንቃቐ ኣንብብዮ። ይኹን እምበር፣ እቲ ነቐፌታኻ ካብ ትሕዝቶ እታ መጽሓፍ ንላዕሊ ኣብ ውልቃዊ ፖለቲካዊ ኣረኣእያን ጽልኢ ተኮር ዝንባሌታትን ዝተሰረተ ኮይኑ ረኺበዮ። ንሓደ ስነጥበባዊ ብዛዕባ እዚ ጥራይ ጽሓፍ ኢልካ ክትእዝዞ ምፍታን ንባዕሉ ዓቢ ግህሰት ናይ ስነጥበባዊ ናጽነት እዩ። ነቶም ዘልዓልካዮም ነጥብታት በዚ ዝስዕብ መልክዕ እስከ ንተዓዘቦም። ሓደ። ሰብኣውነት ዶብ የብሉን። ቅድሚ ብዛዕባ ጋዛ ምሕዛን ብዛዕባ ኤርትራ ሕዘን ዝብል ምጉትካ ንሰብኣውነት ኣብ ውሱን ረብሓ ጂኦግራፊ ዝሓጽር ጸቢብ ኣተሓሳስባ'ዩ። ሓደ ስነጥባዊ ንዓለምለኻዊ ጉዳያት ቆላሕታ ክህብ እንከሎ ሰብኣዊ ቃንዛ ኣብ ኩሉ ቦታ ሓደ ምዃኑ ስለ ዝተረድኦ'ዩ። ብዛዕባ ፍልስጤማውያን መጽሓፍ ምጽሓፍ ማለት ብዛዕባ ኤርትራውያን ኣይግድሰንን ማለት ኣይኮነን። ስነጥበብ ከም ድላይካ ዝዝወር ቧንቧ ዘይኮነስ ካብ ውሽጣዊ ስምዒትን ርእይቶን ዝምንጭው'ዩ። ክልተ፣ ነታ መጽሓፍ ከየንበብካ ምፍራድ። እቲ ዝዓበየ ጌጋ ከኣ ነታ መጽሓፍ ከየንበብካን ትሕዝቶኣ ከይፈለጥካን ብኣርእስታ ጥራይ ተመርኲስካ ምስሉይነት ኢልካ ክትፍርጃ ምፍታን እዩ። ፍቕሪ ኣንጻር መንደቕ ነቲ ኣብ ዓለምና ዘሎ ክፍኣትን ናይ ጽልኢ መንደቕን ክፈርስ ዝጽውዕ ስራሕ እዩ። ሓደ ሰብ ነቲ መጽሓፍ ከንብቦ እንከሎ እቲ መልእኽቲ ንኹሉ ዓመጽን ግፍዕን ዝኹንን ምዃኑ ክርዳእ ይኽእል። ሰለስተ፣ ስነ ጥበብ ንንግዲ ወይስ ንመልእኽቲ? ሓጎስ ጂኒኖ ንዓሰርተታት ዓመታት ኣብ ኤርትራን ካብ ኤርትራ ወጻእን ብስርሓቱ ህዝቢ ዘዘናግዕን ዘስተምህርን ዘሎ ስነ ጥበባዊ'ዩ። ንዕኡ ንረብሓ ጥራይ ይጽሕፍ ኣሎ ኢልካ ክትክእሶ ነቲ ኩሉ ዝሓለፎን ዘበርክቶን ዓቢ ስራሕ ምንእኣስ'ዩ። ስነ ጥበብ ብባህሪኡ ንግዲ ክኸውን ይኽእል'ዩ ምኽንያቱ ስነ ጥበብ'ውን ክነብር ስለ ዘለዎ። እዚ ግን ነቲ ዘመሓላልፎ ሰብኣዊ መልእኽቲ ኣየቃልሎን'ዩ። ኣርባዕተ፣ ንኹሉ ብፖለቲካዊ መነጽር ምርኣይ እዩ። እቲ ዘሕዝን ነዚ ነቐፌታ እዚ ብመንጽር ትግራይ ትግርኚ ወይ ምንቅስቓስ ኣጋዚያን ክትጥምቶ ምፍታንካ እዩ። ሓጎስ ሲዚኖ ኤርትራዊ ስነጥበባዊ እዩ። ስርሓቱ ድማ ንኹሉ ሰብኣዊ ፍጡር እዩ። ጉዳይ ፍልስጤም ዓለምለኻዊ ናይ ፍትሒ ሕቶ እምበር ምስ ጸቢብ ዓሌታዊ ወይ ብሄራዊ ፖለቲካ ዝተኣሳሰረ ኣይኮነን። ኣብ መወዳእታ ሓቀኛ ስነጥበብ ሰባት ሓድሕዶም ክፋቐሩን ክተሓላለዩን እዩ ዝጽውዕ። ሓጎስ ብዛዕባ ፍልስጤም ስለ ዝተጻሕፈ ምስሉይ ዘይኮነስ ልዑል ሰብኣዊ ርድኢት ዘለዎ ስነ-ጥበባዊ ምዃኑ'ዩ ዘርእይ። ቅድሚ ሰባት ክንነቅፍ ምብጋስና ነቲ መጽሓፍ ገዚእና ብምንባብ ክንመዝኖ ይግባእ ብምባል'ዩ ካልእ ወሃብ ርእይቶ ብኸምዚ መልክዕ ሓሳቡ ኣቐሚጡ ዘሎ። ኣብዚ ጉዳይ ዘለኩም ሓሳብን ርእይቶን ኣብ ናይ ኮመንት ቦታ ከተቐምጡ ዓዲምናኩም ኣሎና ጠጥዕሙ ሰሰናዩ ንኹልና።